ሃይ ኣሕዋት እዚኣ ትርእይዋ ዘለኹም ዌብሳይት ናይ ትግርኛ ዲክሽነሪ ኣፕ ኢንፎርሜሽን ዘለዋ እዩ ስም ናይታ ዌብሳይት ትግርኛ ዲክሽነሪ ዶኮ ደይከ ይበሃል ሰው ሓንሳብ ኣብታ ዌብሳይት ምስ ከድኩም በዚ የማናይ ወገን እቲ ሊንክስ ኣሎ ናይ ሶሻል ሜድያ ላይክ ኢንስታግራም ፌስቡክ ወይ ከዓ ኦር ኢመይል ማለት እዩ እንደገና ኢንፎርሜሽን ኣሎ ብዛዕባ እታ ኣፕ ኣበይ ክትወርድ ትኽእል ንኣብነት እታ ኣፕ ኣብ ዴስክቶፕ ክትወርድ ትኽእል ወይ ኣብ ላፕቶፕ ወይ ኣብ ታብሌት ወይ ከዓ ሞባይል ፎንስ ማለት እዩ እንደገና ትርእይወን ኣለኹም ክልተ ሊንክ ኣሎ ናይ ዳውንሎድ ሊንክ ኣብ ኣፕ ስቶር ወይ ከዓ ጉግል ስቶር ማለት እዩ። እዚ ዌብሳይት ኣብ ሞባይል ስለ ዝኸፈትኩዎ እምበር ኣብ ዴስክቶፕ ወይ ኣብ ታብለት ወይ ኣብ ላፕቶፕ ተኸፊትኩሞ ሰለስተ እያ ተርእየኩም ብቲ ሓደ ናይ ማይክሮሶፍት ስቶር ማለት እዩ። ሶ ሕጂ ንኣብነት ናብቲ ኣፕ ስቶር ትወስደኒ ሊንክ ክሊክ ከብር እየ። እዚኣ ሕጂ እታ ዲክሽነሪ ትግርኛ ዲክሽነሪ ኣብ ኣፕ ስቶር ማለት እዩ እቲ ስማ ትግርኛ ዲክሽነሪ እቲ ማለት ብዙሕ ትግርኛ ዲክሽነሪ ስለ ዘለዋ እቲ ሎጎ ከዓ እቲ ኤም ፎር ትግርኛ መዝገበ ቃላት ማለት እዩ እንተደሊኹም እውን ኣብቲ ሰይ ኣብቲ ኣፕ ስቶር ተኸይድኩም ትግርኛ ዲክሽነሪ እንተፅሒፍኩም እታ ኣፕ ትመፅኣልኩም ማለት እትሪእዋ ኣለኹም ቀዳመይቲ ላ ትግርኛ ዲክሽነሪ እሱ ኣብኣ እንተሕዳ ክሊክ ገይረ እትሪእዎ ፕሪቪው እቲ ብትግርኛ ቃላት ሰርች ከም ትግብል ወይ ከም ትደሊ ማለት እዩ ወይ ከዓ ብእንግሊዝ ቃላት ከም ትደሊ ወይ ከዓ ንኣብነታት ከዓ ተርእየካ እቲ ቃላት ብኸመይ ትጥቀመሉ ኣብ ከም ናውን ወይ ከምስታይ ማለት እዩ ከም ኣድቨርብ ኦረዲ ዳውንሎድ ጌርያ ስለ ዘለኹ እታ ኣፕ ክኸፍታ ክእል እየ ማለት እዩ ሶ ዲስ ኢዝ ሃው ኣፕ ሉክስ ላይክ ሰርች ትገብር ብትግርኛ ወይ ብእንግሊሽ ሕጂ ንኣብነት ብእንግሊሽ እንተሕዳ ካብ እንግሊሽ ናብ ትግርኛ ቀይር ደለ ተፅሒፈ ቴስት ፅሒፈ ምርመራ ተርእኒ ማለት እዩ ተመሳሳሊ ቃላት ፈተና እንደገና ኣብ ናውን ከመይ ጌርካ ትጥቀመሉ እንደገና ኤግዛምፕል ማለት እዩ እንደገና ከምዚ ፕሮናንዜሽን ኣለካ ፎር ኤግዛምፕል ኢፍ ኣይ ክሊክ Test. ሶ ብእንግሊሽ ገይረ ወይ ካብ ትግርኛ ናብ እንግሊሽ ክቕይር ተደሊኻ ፈተና ተፅሂፈ ትበኒ ማለት እዩ ኤግዛሚኔሽን እንደገና ተመሳሳሊ ቃላት ልክዕ ከመይ ጌርካ ከዓ ከም ትጥቀመሉ እቲ ቃል ማለት እዩ Examination.
Examination። ስለ ዝኾነ ቃላት ክትደሊ ኮለኻ ከኣ እቲ Options ትበካ ብኡ ዝጅምር ወይ እቲ ቃል ዝሓዘ ማለት እዩ። Yeah so እዛ App ከምዚ ትመስል ኣብ iPhone የቀንየለይ።